ሓንቲ ሓፍትኻ ኣብ ዩጋንዳ እንተልያ እሞ ሓደ ዩጋንዳዊ ክምርዓዋ እንተደልዩ ምፈቐድካላ ዶ? እዝን ካልኦት ዓይነት ሚስጢራት ናይ ዩጋንዳ ኣብዚ መደብ ንዕዘቦ እዩ ዝኸውን። ኣቐዲምኩም ግና ላይክን ሸርን ብምባል ናብ ኩሉ ንክባጻሕ ደገፍኩም ኣይፈለየኒ ክብል እፈቱ። ናብቲ መደብ ክወስደኩም። እዚ ትርእይዎ ዘለኹም ኢትዮጵያ ወይ ድማ ኤርትራ ኣይኮነን። ቅድሚ ክልተ ዓመት ኣብ ርእሰ ከተማ ዩጋንዳ ካምፓላ ዝርከብ ናይ ቅዱስ ገብርኤል ቤተ ክርስቲያን ንምምራቕ እተረኽቡ ሓበሻ ምእመን እዮም። እዚ ካልኣይ ድማ ኣብታ ከተማ ዝርከብ መድኃኔ ዓለም ቤተ ክርስቲያን እዩ። ነዞም ኣብያተ እምነት ብምርኣይ ጥራይ ኣብ ካምፓላ ክሳብ ክንደየናይ ብዙሓት ሰዓብቲ ክርስትና ከም ዘለዉ ምግማት ቀሊል እዩ። ዩጋንዳ፣ ኢትዮጵያውያንን ኤርትራውያንን ስደተኛታት ብፍቕርን ብምክብባርን ካብ ዝነብሩለን ቀዳሞት ሃገራት ኣፍሪቃ ሓንቲ ክትከውን እንኮላ፣ ስደተኛታት ብመንነቶም ምኽንያት መጥቃዕቲ ክበጽሓና ኢሎም ከይፈርሑን ከይተሰከፉን ብሰላም ዝነብሩላ ሃገር እያ። ሕጂ ሕጂ ግና ናይቲ ከባቢ ነበርቲ ቅሬታ ናብ መንግስትን ሰበስልጣናትን ቁጠዐኦም ኣብ ልዕሊ ኢትዮጵያውያንን ኤርትራውያንን ስደተኛታት ዝተኸፍተ ይመስል። ዩጋንዳ ማዕጾኣ ንስደተኛታት ክፉት ካብ ዝገበራ ውሕዳት ሃገራት ዓለም ቀዳመይቲ ክትከውን እንኮላ፣ ብመሰረት ጸብጻብ UNHCR 2024 ድማ ሓደ ነጥቢ ሸውዓተ ሚልዮን ስደተኛታት ከም ዝነብሩላ ተገሊጹ እዩ። በዚ ድማ ስደተኛታት ብምትእንጋድ ካብ ኣፍሪቃ ቀዳመይቲ፣ ካብ ዓለም ድማ ድሕሪ ኢራንን ቱርክን፣ ኮሎምብያን ጀርመንን ሓምሸይቲ ብምዃን ስደተኛታት ዝነብሩላ ሃገር ኮይና ተሰሪዓ እያ። ኣብ ዩጋንዳ ካብ ዝርከቡ ስደተኛታት ደቡብ ሱዳናውያን ሓምሳን ሓሙሽተን ካብ ሚእቲ ክሕዙ እንከለዉ፣ ብቑጽሪ ድማ ሓደ ሚልዮን ይግመቱ'ዮም። ልዑል ቁጽሪ ዘለዎም ዜጋታት ሶማልያ፣ ብሩንድን ሱዳንን'ውን ኣብ ዩጋንዳ ብስደተኝነት ተዓቚቦም ይርከቡ'ዮም። ዩጋንዳ ኣብ ክልተ ሽሕን ሽዱሽተን ብዘውጸቶ ሕጊ፣ ስደተኛታት ካብ ቦታ ናብ ቦታ ክንቀሳቐሱ፣ ኣብ ዝደለይዎ ናይታ ሃገር ክፋል ምስ ዜጋታት ተሓዋዊሶም ንኽነብሩን እትፈቅድ ሃገር ብምዃና፣ ካብቶም ኣብታ ሃገር ዝርከቡ ጠቕላላ ስደተኛታት ሰማንያ ፐርሰንት ዝኾኑ ኣብ ርእሰ ከተማ ካምፓላ ገዛ ተኻርዮም ምስ ዜጋታት ተሓዋዊሶም ዝነብሩ እዮም። ምስ ካልኦት ክነጻጸሩ እንከለዉ ብቑጽሪ ውሑዳት ይኹኑ እምበሪ ኣብ UNHCR እተመዝገቡ ሓምሳ ሽሕ ኤርትራውያንን ዓሰርተ ክልተ ሽሕ ኢትዮጵያውያንን ኣብ ኡጋንዳ ይነብሩ እዮም። ኣብ ርእሰ ከተማ ካምፓላ ብፍላይ ካባላ ጋላ፣ ቦይንጋ፣ ሰማያ ጭሩምቤ፣ ቡንጋን ካንሳንጋን ኣብ ዝበሃሉ ሰፈር ተኣኪቦም ሓቢሮም ስለ ዝነብሩ ካብ ካልኦት ፍልይ ኢሎም ክረኣዩ ገይርዎም እዩ። ኣብ ናይ ንግዲ ስራሕ ንጡፋት ምዃኖም ብሕብሪ ቆርበት ይኹን ብኣነባብርኦም ካብ ካልኦት ተፈልዮም ብቐሊሉ ኣብ ዓይኒ ክኣትዉ ገይርዎም እዩ። ብፍላይ ነንባዕሎም ንምርድዳእ ትግርኛን ኣምሓርኛን ቋንቋታት ምጥቃሞም፣ ንንግዲ ኣብ ዝኸፍትዎ ድንኳናት እውን ንኣድራሻ ጠቓምነት ኣብ እትጥቀምሎም ፖስተራት ብናቶም ቋንቋ ፊደልን ጽሑፍን ምዃኑ ውሑዳት ኮይኖም ብዙሓት ክመስሉን ብነበርቲ እታ ሃገር እውን ብቕጽበት ክልለዩን ገይርዎም እዩ። መብዛሕትኦም ኣብ ኡጋንዳ ዝርከቡ ኢትዮጵያውያንን ኤርትራውያንን ናብ ዩጋንዳ ዝኣትውሉ ምኽንያት ናብ ሳልሰይቲ ሃገር ክሳብ ዝሰግሩ ንግዝኡ ንምጽናሕ እምበሪ ብቐንዱ ናብርኦም ንምምስራት ተሓሲቡ ኣይኮነን። ይኹን እምበር ዩጋንዳ ምስ በጽሑ ግና እታ ሃገር ንስደተኛታት ዘለዋ ምችውነት፣ ኣጋይሽ ተቐበልቲ ዜጋታትን መንግስቲ ዩጋንዳ ብዝህቦም ናጽነትን ምኽንያት ኣብ ዩጋንዳ ምንባር ዝመረጹ ስደተኛታት እውን ብዙሓት እዮም። ብፍላይ ኣብ ዝሓለፉ ክልተ ዓመት ኣብ ሱዳን ብእተወልዐ ናይ ሕድሕዳዊ ኲናት፣ ኣብ ሱዳን ብስደተኝነት ይነብሩ ዝነበሩ ኢትዮጵያውያንን ኤርትራውያንን ነብሶም ንምድሓን ክብሉ ዝሐሸ ሰላም ናብ ዝርከበላ ናብ ዩጋንዳ ኣምሪሖም እዮም። ኢትዮጵያውያንን ኤርትራውያንን ንስደተኛ ምችውቲ ኣብ ዝኾነት ዩጋንዳ ምንባር ካብ ዝጅምሩ ብዙሓት ዓመታት ተቖጺሮም እዮም። ንነዊሕ ዓመታት ኣብ ዩጋንዳ ናይ ምንባር ዕድል ዝረኸቡ ሓበሻ፣ ሱፐር ማርኬት፣ ካፌን ሬስቶራንትን፣ ናይ ምሸት መዘናግዕቲ፣ ክሊኒክ፣ ፋርማሲ፣ ናይ ወጻኢ ሸርፊ ዶላር ቢሮን ገሊኦም ድማ ሆቴልን መዐደሊ ነዳድን ዘለዎም ሰብ ሃብቲ ኮይኖም እዮም። እዚ ድማ ንኹሉ ዋላ እኳ ተዘይኮነ ንተወሰኑ ዩጋንዳውያን ዘሐጉሶም ኣይመስልን። ካብ ዝስምዑ ቅሬታታት ቀዳማይ ናብራ ኣኽቢሮምልና ዝብል እዩ። ንሳቶም ናብ ከተማና ካብ ዝመጹ ንደሓር ናይ ገዛ ክራይ ከቢሩና፣ ንሳቶም ካብ ናይ ዲያስፖራ ቤተሰቦምን ካብ ውድብ ሕቡራት ሃገራትን ገንዘብ ብቐሊሉ ስለ ዝረኽቡ ንዓና ኣልቂቖም ኣባይትን ሹቓትን ብኽባር ዋጋ ይካረዩ ዝብሉ ይርከቡ'ዮም።

ሙንዴ ሲሞን ናይ ዩጋንዳ ናይ ውሽጣዊ ጉዳያት ሚኒስተር ወሃቢ ቃል ኮይኑ፣ ኣብ ዩጋንዳ ብዘይሕጋዊ ናይ ንግዲ ስራሕ ዝተዋፈሩ ኢትዮጵያውያንን ኤርትራውያንን ተበራኺቶም ኣለዉ ክብል ገሊጹ እዩ። ቅሬትኡ ኣብዚ ዘብቅዕ ኣይኮነን። ምናልባሽ ኢትዮጵያውያንን ኤርትራውያን ደቂ ኣንስትዮ ጽባቐኣን ንባዕሉ ጸገም ከየምጽኣለን ኣይተረፈን። ናይ ዩጋንዳ ደቂ ተባዕትዮ ኣብ ሃገርና እናነበራ ምሳና ክምርዓዋ ኣይደልያን። ምሳኣተን ቃል ኪዳን ክንምስርት እንተደሊና እውን ፍቓደኛታት ኣይኮናን። ናይ ባዕለን ዜጋ እንተኾይኑ ጥራይ እየን ዝምርዓዋ ዝብሉ ቅሬታታት ብሕቡእ ዘይኮነስ ብዕሊ ክስምዑ ጀሚሮም እዮም። እዚ ናይ ዩጋንዳውያን ደቂ ተባዕትዮ ቅሬታ ኣብ ዩጋንዳ ምስ ዝርከብ ሓደ ፖድካስት ቃለ መሕተት ኣብ እትገብረሉ ዝነበረት ሓንቲ ሓፍትና ብሕቶ መልክዕ ቀሪቡላ ነይሩ እዩ። ናይ ዩጋንዳ ኣወዳት ቅሬታ ኣለዎም። ኢትዮጵያውያንን ኤርትራውያንን ደቂ ኣንስትዮ ምሳና ክምርዓዋ ኣይደልያን ይብሉ። እዚ ኣብ ትዊተር ዓቢ ኣርእስቲ ኮይኑ እዩ። ኣብዚ እንታይ ትብሊ ዝብል ሕቶ ዝቐረበላ ሓፍትና ምስትውዓል ብተመልኦ ከምዚ ክትብል መሊሳ እያ። There are Eritrean women who've married Ugandan men here? I I'd love know- to see one. I know one and she's been here for so long, Yeah. so ሙሉእ ንሙሉእ ኣይምርዓዋን ማለት ኣይከኣልን። ዩጋንዳዊ ወዲ ተመርዕያ እትነብር ኤርትራዊት ይፈልጥ እየ። ይኹን እምበር ኢትዮጵያውያንን ኤርትራውያንን ብበዝሒ ምስ ዩጋንዳ ከይምርዓዉ ዝገብሮም ናይ ባህሊ ፍልልይ ኣሎ። ቃል ኪዳን ኣብ ዩጋንዳውያንን ኣብ ናትናን ማሕበረሰብ ዘለዎ ትርጉም ተፈላለየ'ዩ። ናትና ማሕበረሰብ ጽኑዕ ዝኾነ ባህልን ሃይማኖትን ዘለዎ'ዩ። ኣብ ሃገርና ሓደ ሰብ ስለ ዘፍቀርናዮ ጥራይ ኣይንምርዓዎን ኢና፣ ናይ ስድራቤት ፍቓድ ክንረክብ ናይ ግድን'ዩ። በዚ ምኽንያት'ዩ ብበዝሒ ምስ እንፈልጦም ሰባት ንምርዓው ክትብል ተዛሪባ'ያ። ብርግጽ ኣብ ዩጋንዳ ኣብ እተፈላለየ ቦታታት ዝስማዕ ቅሬታ ይሃሉ እምበሪ ኣብ ኣሕዋትናን ኣሓትናን ዝኾነ ዓይነት ኣካላዊ መጥቃዕቲ በጺሕዎም ኣይፈልጥን። መንግስቲ ዩጋንዳን ዩጋንዳውያንን ንነውሕ ዓመት ማዕጾኦም ከፊቶም ስደተኛታት ብጽቡቕ ገጾም ብፍቕርን ተቐቢሎም ዘተኣናገዱ ሰናይ ህዝብታት ዋላ እኳ እንተኾኑ ኣብታ ሃገር ስደተኛታት ናይ ምግላል ተግባር ኣይፍጸምን ምባል ግና ከቢድ እዩ። ብፍላይ ብቑጽሪ ቀዳሞት ዝኾኑ ሱዳናውያን ስደተኛታት ናይዚ ጸገም ግዳያት እዮም። ኣብ መንጎ እቶም ክልተ ህዝብታት ዘሎ ናይ ባህሊ ፍልልይ ንጸገም ግዳይ ክኾኑ ገይርዎም እዩ። ኣብ ዩጋንዳ ህይወት መስሪቶም ሃብቲ ኣፍርዮም ዝነብሩ ስደተኛታት ኢትዮጵያውያን ወይ ኤርትራውያን ጥራይ ኣይኮኑን። ካብ ኩሉ ቀዲሞም ዩጋንዳ ዝበጽሑ ስደተኛታት ህንዳውያን እዮም ነይሮም። ሎሚ እውን ቁጽሮም ሰላሳ ሽሕ ዝኾኑ ህንዳውያን ኣብ ዩጋንዳ ከም ዝነብሩ ካብ ህንዲ ናይ ወጻኢ ጉዳያት ሚኒስተር እተረኽበ ሓበሬታ ዘርኢ እዩ። ህንዳውያን ብቑጽሪ ሰላሳ ሽሕ ጥራይ ይኹኑ እምበሪ እቲ ዝገርም ግና ዩጋንዳ ካብ ግብሪ እትረኽቦ ዓመታዊ ኣታዊ ሱሳ ካብ ሚእቲ ዝኸውን ዝኸፍልዎ ህንዳውያን እዮም። እዚ ቁጽሪ ህንዳውያን ክሳብ ክንደይ ናይ ዩጋንዳ ኤኮኖሚ ከም እተቖጻጸርዎ ዘርኢ እዩ። ህንዳውያን ናብ ዩጋንዳ ዝኣተዉ፣ ዩጋንዳ ኣብ ትሕቲ እንግሊዝ መግዛእቲ ኣብ ዝነበረትሉ ኣብ መበል ዓሰርተ ትሽዓተ ክፍለ ዘመን ኣብ ዩጋንዳ ንዝዝርጋሕ ናይ ባቡር መስመር ናይ ጉልበት ስራሕ ንምስራሕ እዩ ነይሩ። እቶም ናይ ጉልበት ሰራሕተኛታት ኣብ ዩጋንዳ ዘሎ ናይ ቢዝነስ ዕድል ተዓዚቦም ንጉጅራት ነጋዶ ሓቢሮምዎም እዮም። ሓበሬታ ዝበጽሖም ብዙሓት ናይ ጉጀራት ነጋዶ ድማ ናብ ዩጋንዳ ብበጽሒ ክፈልሱ ገይርዎም እዩ። ኣብቲ እዋን እቲ፣ መንግስቲ ዩጋንዳ ካብ ግብሪ ካብ ዝረኽቦ ኣታዊ ተስዓ ካብ ሚእቲ ዝኸውን ካብ ህንዳውያን ነጋዶ እዩ ነይሩ። ኣብ ዓሰርተ ትሽዓተ ስሳን ክልተን ግና ነገራት ክቕየሩ ጀሚሮም እዮም። ዩጋንዳ ካብ መግዛእቲ እንግሊዝ ናጽነታ ምስ ረኸበት ብ ዓሰርተ ትሽዓተ ሰብዓን ሓደን ንጠቕላይ ሚኒስተር ሚልተን ኣቦቴ ብመፈንቅል መንግስቲ ተልጊሱ ስልጣን እተቖጻጸረ ኤዲ ኣሚን ዳዳ ድማ ንህንዳውያን እተፈለየ ጽልኢ ነይርዎ እዩ። ናይ ኤኮኖሚ ደም መጥመጥቲ ዝብል ስም ኣውጺእሎም እዩ። ብድሕሪኡ ኢዲ ኣሚን ህንዳውያን ብዓብላልነት ዝተቖጻጸርዎ ቢዝነስ ንዩጋንዳውያን መሊሱ ንምሃብ ዝዓለመ ናይ ኤኮኖሚ ኲናት ጀሚሩ እዩ። በዚ ድማ ኣብ ዓሰርተ ትሽዓተ ሰብዓን ክልተን ህንዳውያን ኣብ ውሽጢ ተስዓ መዓልቲታት ንብረቶም ጠቕሊሎም ካብ ዩጋንዳ ክወጹ ኣዚዙ እዩ። እዚ ኣብ ዝኾነ ኣብ መበል ዓሰርተ ኣርባዕተ ዓመቱ ኣብ ዓሰርተ ትሽዓተ ሰማንያን ሽዱሽተን ስልጣን ዝተቖጻጸሩ ናይ ሎሚ ናይ ዩጋንዳ ፕረዚደንት ዩዌሪ ሙሰቨኒ ድማ ናይ ኢዲ ኣሚን ተጻራሪ ክገብሩ ጀሚሮም እዮም። በዚ ድማ ብዙሕ ቁጽሪ ዘለዎም ህንዳውያን ናብ ዩጋንዳ ተመሊሶም ኣብ ርእሰ ከተማ ካምፓላን ካልኢታ ዓባይ ከተማ ዩጋንዳ ኣብ ዝኾነት ጂንጃን ብብዝሒ ክነብሩ ጀሚሮም እዮም። ሎሚ እውን ንዩጋንዳ ቀንዲ ናይ ኢኮኖሚ ዓውድታት ብፍላይ ኣብ ንግዲ፣ ኣብ ኢንዱስትሪን ኣብ ባንክን ህንዳውያን ብዓብላልነት ሒዞም ኢኮኖሚኣ ኣብ ምዝዋር እንኮ ዓሌት ኮይኖም እዮም። ዩጋንዳ ኣብ ምብራቕ ኣፍሪቃ እትርከብ ኣርብዓን ሸሞንተን ሚልዮን ዜጋታት ዝሓዘት ሃገር ክትከውን እንኮላ ክልተ ፍሉጣት መራሕቲ ዘእንገደት ሃገር እያ። ንሳቶም ድማ ኢዲ ኣሚን ዳዳን ዩዌሪ ሙሶቬንን እዮም። ዩዌሪ መሶቬኒ ካብ ዓሰርተ ትሽዓተ ሰማንያን ሽዱሽተን ጀሚሮም ኣብ ዝሓለፉ ሰላሳን ሸሞንተን ዓመታት ዩጋንዳ ብፕረዚደንትነት እናመርሑ ዝርከቡ ናይ ሰማንያ ዓመት ኣረጋዊ ኮይኖም፣ ኢዲ ኣሚን ዳዳ ድማ ኣብ ኣፍሪቃ ኣዝዮም ኣካታዕቲ ካብ ዝኾኑ መራሕቲ ቀዳማይ ክኸውን እንከሎ፣ ካብ ዓሰርተ ትሽዓተ ሰብዓን ሓደን ክሳብ ዓሰርተ ትሽዓተ ሰብዓን ትሽዓተን ዩጋንዳ ንሸሞንተ ዓመታት ዝኣክል መሪሕዋ እዩ። ኢዲ ኣሚን ናይ ዩጋንዳ ፕረዚደንት ቅድሚ ምዃኑ ፍሉጥ ቦክሰኛን ሓምባስን እዩ ነይሩ። ካብ ዓሰርተ ትሽዓተ ሓምሳን ሓደን ክሳብ ዓሰርተ ትሽዓተ ስሳ ኣብ ሰራዊት ዩጋንዳ ኣዝዩ እተፈልጠ ወተሃደር ኰይኑ፣ ጸኒሑ ድማ ናይ ዩጋንዳ ሰራዊት ኣዛዚ ክኸውን ክኢሉ እዩ። ኢዲ ኣሚን ብዝህቦም ኣገረምቲ ርእይቶታት እውን ዝፍለጥ ኰይኑ፣ ንኣመሪካውያን ንመረጻ ተወዳደርቲ ዝሃቦ ርእይቶ ተጠቃሲ እዩ። ኣሜሪካ ሓደ ፕረዚደንት ንምምራጽ ክንዲ ዝኻበት ትጽዓር፣ ስለምንታይ ኣብ ሪንግ ውሽጢ ብዝግበር ድብድብ ዝሰዓረ ፕረዚደንት ኮይኑ ኣይመርሓን ክብል ናይ ላግጺ ምኽሪ ሂቡ ነይሩ'ዩ። ኢዲ ኣሚን ኣብ ዓሰርተ ትሽዓተ ሰብዓን ትሽዓተን ኣብ መንጎ ታንዛንያን ዩጋንዳን ብዝተገብረ ኲናት ተሳዒሩ፣ ታንዛንያ ንካምፓላ ብምቁጽጻራ ሃዲሙ ናብ ሊብያ ኣምሪሑ'ዩ። ጸኒሑ ድማ ህይወቱ ኣብ ስዑዲ ዓረብ ገይሩ ኣብ ክልተ ሽሕን ሰለስተን ስልጣን ካብ ዝለቀቐ መበል ዒስራን ኣርባዕተን ዓመቱ ካብዛ ዓለም ብሞት ተፈልዩ'ዩ። ኣብ ናይ እንግሊዝ መግዛእቲ ዝነበረት ዩጋንዳ ካብ ካልኦት ኣፍሪቃ ሃገራት ፍልይ ብዝበለ መልክዑ ጽሩይ እንግሊዝኛ ዝዛረቡ ህዝብታት ዝሓዘት ሃገር እያ። ጸሊም ኣባይ ካብ መሬት ኢትዮጵያ ከም ዝፍልፍል ኩሉ ናይ ጻዕዳ ኣባይ መበገሲ ድማ ዩጋንዳ እያ። ናይ ጻዕዳ ኣባይ መበገሲኡ ኣብ ኣፍሪቃ ብቑጽሪ ቀዳማይ ዝኾነ ቃላይ ቪክቶርያ ክኸውን እንከሎ እቲ ቃላይ ኣብ መንጎ ዩጋንዳ፣ ኬንያን ታንዛንያን ዝርከብ እዩ። ይኹን እምበር ናይ ቃላይ ቪክቶርያ ዝዓበየ ክፋል ኣብ ዩጋንዳ ዝርከብ ኮይኑ፣ እቲ ቃላይ ንሰለስቲኤን ናይ ምብራቕ ሃገራት ኣፍሪቃ ብትራንስፖርትን ብኢኮኖምን ኣተኣሳሲርወን ዝርከብ እዩ። ዩጋንዳ ልክዕ ከም ኢትዮጵያ ቡን ብልዑል መጠን ካብ ዘፍርያ ሃገራት ኣፍሪቃ ሓንቲ ክትከውን እንኮላ ማቴከ ሪፐብሊክ እናበሉ እውን ይጽውዕዋ እዮም። ማቶኬ ማለት ብቋንቋ ሉጋንዳ በናና ማለት ክኸውን እንከሎ፣ ኡጋንዳ ብልዑል መጠን በናና ኣብ ምፍራይ እውን ትፍለጥ ሃገር እያ። እሞ ደኣ ክቡራት ተኸታተልተይ ኣብ ናይ ሎማዓንቲ መደብ ንዘለኩም ሪኢቶ ኣብ ናይ ኮመንት ቦታ ግደፉለይ እናበልኩ ላይክን ሸርን ብምግባር ናብ ኩሉ ንክባጻሕ ደገፍኩም ኣይፈለየኒ ክብል እፈቱ።